ኣሜሪካ ዓዲ ሕልሚ እያ እንቃዓ ሕልምታት ዘግሃደት እንቃዓ ሕልምታት ዘቕሃመት ኩሉ ዝምነያ ምድራዊ ገነት እያ። ንሓደ ገናሒ ታክሲ ግን ኣብ ውድቕቲ ለይቲ ጽላሎት ኮይና እተባህርር ንእሽቶይ ሲኦል እውን እያ። ሳይሞን እበሃል። ዝበዝሕ ዓመታት ታክሲስታ ኮይነ እየ ኣሕሊፈዮ። ቅድሚ ዓመታት ካብ ኤርትራ ከም ኩሉ መንእሰይ ሕልሚ ተሓንጊጠ በረኻታት ሰጊረ እየ ኣሜሪካ ኣትየ። ሕልመይ ኣብ ዓዲ ንዘለዉ ስድራ ምዕንጋል እዩ። ዝተፈለየ ሕልሚ ኣይኮነን። ኣብዚ ዓዲ ዘሎ ኩሉ ኣፍሪካዊ ካብቲ ምዕራባውያን ዝቋደስዎ ሽሻይ ተማቒሉ ንስድርኡን ሰቡን ምዕንጋል እዩ ሕልሙ። ካልእ መደብ ዘለዎ ዳርጋ የለን። ኣብ መንጎ ዕጫ ኮይንዎ ሕልሙ ዝተሓደገ መንገዱ ዝሰሓተ ብዙሕ ኣሎ። ካብ ገዝኡ እንትብገስ ግን እዚ ይወርደኒ ኢሉ ሓሲቡ ኣይኮነን መፅዩ። ኣነ ኣምላኽ ይመስገን ካብቶም ሕማቕ ዕጫ ዝበፅሖም ኣይነበርኩን። ሕጉስ እየ ነይረ ወይ ከኣ ሕጉስ ምዃነይ ይኣምን ነይረ። እሰርሕ፣ ዝኣከብክወን ንእሽቶ ገንዘብ ንዓዲ እሰድድ። ኣብ ጽምው ዝበለ ኣፓርታማ ተኻርየ በይነይ እየ ዝነብር። ኣብ ኣሜሪካ ግዜ ወርቂ ኣይኮነን፣ ግዜ ህይወት እዩ። ከምኡ ስለ ዝኾነ ምስ ሰባት ተራኺብካ እተሕልፎ ብዙሕ ግዜ የለን። እንተኾነ ግን በዚ ዘማርር የለን። ምኽንያቱ ካልኦት ንኽርእይዎም ዝናፍቕዎም ብዙሓት ነገራት ስለ እትርኢ። ቅድሚ ክልተ ዓመት ዝገጠመኒ ኣጋጣሚ ግን ኣብ ህይወተይ ብዙሕ ትርጉም ዝህቡኑ ዝነበሩ ጉዳያት እዩ ፋሕፋሕ ኣቢሉለይ። ሓንቲ ኣብዚ ዓለም ዘየላ ፍጥርቲ ኣብ ታክሲ ኣሳፊረ እንተበልኩኹም ንስኹም እውን ከምቲ ኣብ ከባቢየይ ዘሎ ሰብ ተጸሊሉ ትብሉኒ ትኾኑ። እዛ ተሳፋሪት ንእምነተይ፣ ንጥዕና ኣእምሮይ፣ ንሰላም ህይወተይ ኩሉ ኣብ ሕቶ የእትያ ዝተሰወረት ጓል ሕድርትና'ያ። ብቆልዓይ ከለኹ ደቂ ሕድርትና ዝበሃላ ፍጡራት ከም ዘለዋ ብጽውጽዋይ መልክዕ ይንገረና ምንባሩ እዝክር። እዚኣ ግን ኣብ ጽውጽዋይ ዘላ ገጸ ባህሪ ኣይነበረትን። ሕጂ ብሰንካ ካብቲ ናይ ታክሲስታ ስርሐይ ተኣልየ ኣብ ካልእ ስራሕ ተሓቢኤ ይርከብ። ሰለማዊ ህይወተይ ተረቢሹ ኣብ ሓሸውየ ይርከብ። ዋላ ኣብ ድሙቕ መብራህቲ ዘለዎ ዓብዪ ድኳን ተሓቢኤ ውዕል እንተለኹ፣ ዋላ ከምቲ ናይ ቀደም ኣብ ከውታ ለይቲ ዘብጽሖ ሰበይ ይሃልወኒ። ክሳብ ሕጂ ግን ክብደት ናይታ ፈጺመ ክህባ ዘይነበረኒ ጃኬተይ ኣብ እንግድዓ ይስምዐኒ ኣሎ። ከውታ ለይቲ እዩ ነይሩ። ኣነ ኣብ ሓደ ጸግዒ ታክሰይ ደው ኣቢለ ናይ ምሸት ዓማዊል ይጽበ ነይረ። ዝበዝሕ ግዜ ለይቲ እውን ሓዊሰ እየ ዝሰርሕ ነይረ። እታ መዓልቲ እቲኣ ሓንቲ ካብተን ሓያል ቁሪ ዝነበራ ለይትታት እያ ነይራ። የእዳወይ እናጋጨኹ ሙቐት ብምፍጣር ኣብ ዝሞቐሉ ዝነበርኩ ህሞት መስኮት ታክሰይ ተንኳሕኮሐ። ቁሊሕ እንተበልኩ ሓንቲ ወርቃዊ ሕብሪ ዘለዎ ጸጉራ ጻዕዳ ደው ኢላ ነበረት። በበይ ከም ዝመጸት እናግረመትለይ መስኮተይ ከፊተ ዛረብኩዋ። ናብቲ እትደልዮ ቦታ ምስ ሓበረትኒ ማዕጾ ከፊተላ ኣተወት። ኣብ መንገድና ብዙሕ ኣይዕለልናን፣ ግን ስማ ኢቫ ከም እትበሃል ነጊራ ጉዕዞ ጀሚርና። ገለገለ ተሳፈርቲ ደስ ክብለና ኢሎም ይመስለኒ ዋላ ብዙሕ ኣየዕልሉ፣ ስሞም ግን ኣቐዲሞም እዮም ዝነግሩና። ገለ ገለ ተሳፈርቲ ድማ ብዛዕባ ዘይምልከተና ናይ ስርሖም ጸገምን ናይ መሳርሕቶም ድኽመትን የዕልሉና። ኢቫ ግን ብዙሕ ምዕላል ትፈቶ ኣይትመስልን። ጸጸኒሓ ግን ካባይ መልሲ ዘይትደልየሎም ሓሳባት ሰው ተብል ነበረት። እዛ ዓለም ግን ፍትሓዊት ኣይኮነትን ትብለኒ። ኣነ ኸኣ እወ ሓቅኺ ጥራሕ ይብላ ብሓጺሩ። በቲ ርዝን ዝበለ ኣዘራርባኣ ሰባት ከም ዘጽልእዋ፣ ዋላ እታ ከተማ ቀትሪ ቀትሪ ኣዝያ ከም እተጽልኣ፣ ብኣንጻሩ ለይቲ ለይቲ ምዝዋር ሰላም ከም ዝህባ ትነግረኒ። ኣብ ዕላላ ክሳተፍ ከም ዘለኒ ሓሲበ ንምንታይ ከምኡ ከም ዝመረጸስ ምስ ሓተትክዋ፣ ቀትሪ ቀትሪ እዚ ከተማ ድምጺ ከም ዝበዝሖ፣ ፍርዲ ሰባት ዓቕላ ከም ዘጽበላ፣ ለይቲ ለይቲ ግን ሰላም ከም ዘሎ ብነጻነት ከም እተተንፍስን ገለጸትለይ። ቅጅልትኣ ሓዘን እዩ ዝፍንወልካ። ዝኾነ ዕምቆት ዘለዎ ድንጋጸ ዝወረሮ ሓዘን እዩ ካብ ነብሳ ዝዝሮ። ድሕሪ ነዊሕ ጉዕዞ ኣብ ገዝኣ በጻሕና። ኣብ ኣፍ ደገ ገዝኣ ምስ በጻሕና ሒሳብ ሂባትኒ ወረደት። እዛ ጽምዋ ውሒጥዋ ዘሎ ነፍሲ ናብ ገዛኣ እንትትኣቱ ብዓይኒ ርሑቕ እናጠመትክዋ መንገደይ ቀጸልኩ። እቲ ዝገርም ነገር ኣብ ዝቕጽል መዓልቲ ኣብቲ ትማሊ ዝረኸበትኒ ከባቢ ከለኹ ሕጂ እውን መጺኣ ከብጽሓ ነገረትኒ። ኣድራሻ ከይተለዋወጥካ ተመሳሳሊ ዓሚል ብተኸታታሊ ናይ ምርካብ ዕድል ብዙሕ የለን። ኣገልግሎትና ዝፈትውዎ ዓሚላት ቁጽሪ ተሌፎን እዮም ዝቕበሉና። ሎማዓንቲ ግን ኢቫ ብዘይ ገለ ደወል ደጊማ ረኸበትኒ። ሽዑ መዓልቲ ኢቫ ሕጉስቲ ዝነበረት ትመስል። ግን ኣከዳድናኣ ኣዝዩ ዝተቐላልዐ ስለ ዝነበረ ኣዝያ ቆሪራ ነበረት። ሎማዓንቲ እውን ከምቲ ልሙድ ቁሩብ ብዛዕባ ድምፅታት እዚ ከተማ ድሕሪ ምምራር ብዛዕባይ ውልቃዊ ሕቶታት ሓተተትኒ። ኣፍሪካዊ ምዃነይን ኣብዚ ዓዲ ኣርባዕተ ዓመት ከም ዝገበርኩን ነገርኩዋ። ብዛዕባ ኣፍሪካ እንትትሓተኒ ናይ ኣፍሪካ ከተማታት ኣዝየን ብድምፂ ዝተናወፃ ስለ ዝኾና ክትፀልእን ከም እትኽእል ሓቢረያ። ብኣንጻር ኣፍሪካ እዚ ኣዝዩ ሰላማውን ድምፂ ዘይብሉን ዓዲ ምዃኑ እውን ሓዊሰ ነጊረያ። ድሕሪ ዝተወሰነ ጉዕዞ ገና ኣብ ገዛእ ከይበጻሕና ክትወርድ ከም እትደሊ ነገረትኒ። ኣነ ኸኣ ወክ ክትገብር እያ ደልያ ማለት እዩ ኢለ ታክሲ ደው ኣቢለላ ወረደት። ንሎሚ ግን ካሽ ገንዘብ ከም ዘይሓዘት ይቕሬታ ሓቲታ ነገረትኒ። ኣነ እውን ቅር ኢሉኒ ዋላ እንተነበረ ግን ጸገም የለን በልክዋ። ኣብ ዝቕጽል መዓልቲ ግን ንግሆ መጽየ ካብ ገዛኣ ክወስዳን ሕሳበይ ከኣ ቲፕ ወሲኻ ከም እትኸፍለኒ ነጊራ ኣጸናንዐትኒ። ካብ ታክሰይ ወሪዳ ቁሩብ ወክ ምስ ገበረት የዳዋ ጠሊፋ ናባይ ተመለሰት። ኣዝዩ ቁሪ ስለ ዘሎ እንተ ኽኢለ እቲ ገይረዮ ዘለኹ ጃኬት ክህባ ተማሕጸነትኒ። ኣነ ውን ኣዝያ ቆሪራ ከም ዘላ ስለ ዝረኣኹ ቁሩብ ሕስብ ኣቢለ ጃኬተይ ኣውጺኤ ሂበያ። ብብዙሕ ናይ ምስጋና ቃላት ኣመስጊና መገዳ ጀመረት። ኣነ ውን መኪናይ መሊሰ ናብ ስራሐይ ከድኩ። ንጽባሒቱ ንግሆ ከምቲ ንግሆ መጺኻ ውሰደኒ ዝተባሃልክዎ ናብ ገዛ ኢቫ ከይደ ብክላክስ ክጽዋዕ ፈተንኩ። መልሲ ምስ ሰኣንኩ ወሪደ ከይደ ማዕጾ ክኹሕኩሕ ጀሚረ። ድሕሪ ዝተወሰነ ህሞት ሓደ ብዕድመ ድፍእ ዘበለ ጻዕዳ ሰብኣይ ከፊቱኒ። ኣቦኣ እዩ ክኸውን ዝኽእል ኢለ እናሓሰብኩ ንኢቫ ደልየ ከም ዝመጻኹን ታክሲስታ ምዃነይን ሓበርክዎ። እቲ ሰብኣይ ገዛ ከም ዝተጋገኹን ኣብዚ ኢቫ እትበሃል ሰብ ከም ዘየላን ነጊሩ ማዕጾ ዓጸወኒ። ኣነ ኸኣ እናገረመኒ ምልስ ኢለ ነቲ ቦታ ኩሉ ኣስተውዐልኩሉ። እንተኾነ እቲ ኢቫ ዝኣተወትሉ ማዕጾ እዚ ኣብ ቅድመይ ዘሎ ምዃኑ ርግጸኛ ነበርኩ። ስለዚ ደጊመ ክሓቶም ብምውሳን ሕጂ እውን ኮንኳሕኩሕ ጀመርኩ። ሕጂ ግን እቲ ሰብኣይ በይኑ ዘይኮነስ ምስ ሰበይቱ ኮይኖም እዮም ከፊቶምኒ። እቲ ናይ ከባቢ ኣየር ድማ ብቕጽበት ዝሑል ኮይኑ ነበረ። መልክዕ ኢቫ ብገለጻ እናሰኣልኩን ብርግጽ ናብዚ ገዛ እዚ ክትኣቱ ከም ዝረኣኽዋን ርግጸኛ ኮይነ ነገርክዎም። ንሶም ግና ኣመና እናተደናገሩ ብርግጽ ምሳና ዝነብር ውላድ ኣለና እዩ፣ እንተኾነ ግን ንሱ ወዲ እምበር ከምቲ እትገልጾ ዘለኻ ዓይነት መልክዕን ስምን የብሉን ኢሎም ካብ ልቦም መለሱለይ። ኣነ እውን ኣማራጺ ስለ ዘይነበረኒ ይቕሬታ ሓቲተ ናብ መኪናይ ተመለስኩ። ኣብ ጥቓ መኪናይ ደው ኢለ ብድንግርግራት ልቢ ተንጠልጢለ ነቲ ህንጻታት ከስተውዕሎ ጀመርኩ። እንተኾነ ካብቲ ኣብ ቅድመይ ዘሎ ህንጻ ወጻኢ ካልእ ኢቫ ዝኣተወትሉ ማዕጾ ኣይረኣየንን ዘሎ። እቶም ወላዲ ገለ ነገር ክሓብኡ ከም ዝደለዩ ክጥርጥር ጀመርኩ። ተመሊሰ ሕሳበይን ጃኬተይን ክሓቶም እውን ደለኹ። እቲ ኩነታት ቁሩብ የሕሪቑኒ ነበረ። ከመይ ኢሎም በዚ ደረጃ ርግጸኛ ዝኾንኩሉ ጉዳይ ኣብ ቅድሚ ዓይነይ ተጋጊኻ ዝብሉኒ? ኣብ መንጎ እዚ ካብቲ ናይ ኢቫ ገዛ ቀጺሉ ዘሎ ገዛ ሓደ ጸሊም ወዲ ወጺኡ በቲ ኣነ ዘለኹዎ ገጽ ክመጽእ ረኣኹዎ። ኣብ ጥቓይ ምስ በጽሐ ይቕሬታ ሓቲተ፣ ኣብዚ ጎረቤትካ ገዛ ኢቫ ትበሃል ሰብ ዶ ትፈልጥ? ኢለ መልሲ ክረክብ ተስፋ ገይረ ሓተትክዎ። እዚ ዕብይ ዝበለ ጸሊም ወዲ ኣተኲሩ እናጠመተኒ፣ እንታይ እያ ኢኻ? ክብል ብህድኣት ንሕቶይ ብሕቶ መለሶ። ዝፈልጣ ሰብ ምርካበይ እፎይታ እናተሰምዐኒ ናይ ታክሲ ዓሚለይ ምዃና ቆጸሮ ከም ዝነበረናን ሓበርክዎ። እቲ ወዲ ኣጠማምትኡ ተቐየረ። ገዲፍኒ እውን ተበገሰ። ደጊመ ይቕረታ ሓቲተ ሓበሬታ ክህበኒ ተማሕጸንክዎ። እቲ ወዲ ከም ጽሉል ካብ እግረይ ክሳብ ጸጉረይ እናጠመተኒ ኢቫ ትበሃል ጓል ኣብዚ ገዛ ትነብር ምንባራ እናሓበረ እንተኾነ ግን ብሕማም ካንሰር ካብ እትመውት ሰለስተ ዓመት ከም ዝሓለፋ ነጊሩ ምስኣ ቆጸሮ ክህልወኒ ከም ዘይኽእል መርድእ ኣርድኣኒ። ኣማን ኣደንጸወኒ። ስለምንታይ ስለ ኢቫ ተናቢቦም ክንድዚ ሓሶት ይሕስዉ ኣለዉ ክርድኣኒ ኣይከኣለን። እቲ ጸሊም ወዲ ኩነታተይ ርእዩ ክብገስ ምስ ደለየ መሊሰ ብትሕትና ኣነ ምስ ኢቫ ዝኾነ ኣጀንዳ ከም ዘይብለይ፣ ተራ ታክሲስታ ምዃነይን ትማሊ ድማ ገዛ ኣብጺሐያ ከብቅዕ ሒሳበይ ከም ዝከፈለትንን ጃከተይ እውን ከም ዘለቃሕኩዋን ኣረዳእክዎ። ሕጂ ኮይኑ እንትሓስቦ ንሓንቲ ዘይትረብሕ ጃኬትን ዘይጠቕማ ሳንቲምን ኢለ ክሳብ ክንዶ ምክትዐይ ገለ ነገር የዕንዚዙኒ ከም ዝነበረ እየ ዝርዳእ። ብዝኾነ ብጣዕሚ ምስ ተኻታዕና እንድሕሪ ዘይኣሚነዮ መቓብራ ኣብ ቀረባ ከም ዝኾነን ከርእየኒ ከም ዝኽእልን ሓበረኒ። እዚ ምስ በለኒ ኣመና እናገረመንን ኣብ ህልኽ ኣትየን ሕራይ ንኺድ በልክዎ። ኣብ ታክሲ ኣቱን ኢሉኒ እሱ ብእግሩ ኣነ ብመኪና ቀስ እናበልኩ ዓሰርተ ደቂቕ ዝኸውን ጎኒ ንጎኒ ኸይድና ኣብ ሓደ ስፍራ በጻሕና። ኣብ መንጎኡ ኢቫ ማለት ዳርጋ ከም ቤተሰብ ዝቀራረቡ ምንባሮም ኣዝያ ጥዕይቲ ሰብ ከም ዝነበረትን ብዘሕዝን መልክዑ ከም ዝሞተትን ወሲኹ ነገረኒ። ኣነ ግን ብዙሕ ብዘይተገደሰ እዝነየ ዝሰምዖ ዝነበርኩ። ኣብቲ መቓብር ቦታ ምስ በጻሕና ግን እቲ ንዓይ ክሳብ ሎሚ ከም ጽሉል ዘቑጽረኒ ኮነት ኣጋጠመ። እቲ ጸሊም ወዲ ናብ ሓደ ጃኬት ተቐሚጥሉ ዘሎ ቦታ እናሓበረ ናይ ኢቫ መቓብር ከም ዝኾነ ንገረኒ። ኣነ ኸኣ ቅልጥፍ ኢለ ኸይደ ነቲ ጃኬተይ እናኣልዕልኩ እንታይ ዓይነት ቀልዲ እዩ እዚ እኮ እቲ ሂበያ ዝበልኩኻ ጃኬት እዩ በልክዎ ብነድሪ እቲ ወዲ ተገልቢጡ እናነደረ ኣነ ቁም ነገር ዘለካ መሲሉን እምበር እስኻ ትላገጽ ኢኻ ዘለኻ ኢሉ ገዲፍኑ ከደ። ኣነ ግን ንልዕሊ ሰላሳ ደቒቕ ዝኸውን ፈዚዘ ኣብቲ ናይ መቓብር ስፍራ ጸናሕኩ። ኣብ ቅድመይ ስእሊ ኢቫን ኢቫ ሽሕን ትሽዓተ ሚእትን ቴስዓን ሸሞንተን ክሳብ ክልተ ሽሕን ዒስራን ኣርባዕተን ዝብል ጽሑፍ ዘለዎ መቓብር ኣሎ። እቲ ስእሊ ብርግጽ ናይ ኢቫ እዩ ነይሩ። ግን ከመይ ዓይነት ሰባት እዮም ምሳይ ክሳብ ክንድዚ ዝተዋደደ ናይ ላግጺ ጸወታ ዝጻወቱ ኢለ ሓሰብኩ። ንስለ ጥዕና ኣእምሮይ ኢለ እዚ ብሰባት ዝተዋደደ ላግጺ ኢለ ክኣምን መሪጸ። ጃኬተይ ሒዘ ድማ ካብቲ ስፍራ ቀልጢፈ ወጺ ኸድኩ። ድሕሪ እታ መዓልቲ እቲኣ ዝነበራ ሰሙናት ሰላማውያን ኣይነበራን። ዋላ ደጋጊመ እዚ ናይ ጸዓዱ ላግጺ'ዩ ኢለ ንውሽጠይ እንተ ነገርክዎ፣ እቲ ንኢቫ ዝረኸብኩላ መዓልቲ ደጋጊሙ እናመጸ ረበሸኒ። እቲ መዓልቲ እንትዝከረኒ፣ ኢቫ ፍልይ ዝበለትን ዝተለመደት ሰብ ከም ዘይነበረትን እዝክር። ዝኽረይ ንኢቫ እንትስእለለይ፣ ከምዚ ብህይወት ዘይነበረት፣ ካብ ናብ ሰብ ናብ መንፈስ ትቐርብ ከም ዝነበረት ገይሩ ከቐምጠለይ ጀመረ። እዚ ኸኣ ድቃስ ክኸልኣንን ኣዝዩ ክርብሸንን ጀሚሩ። ድሕሪ ሰለስተ ሰሙን ግን ዝተፈጠረ ይፈጠር ኢለ ደጊመ ናብቲ መቓብር ከድኩ። ምኽንያቱ ክላገጹለይ ኢሎም እንድሕር ከምኡ ገይሮም ወይ ድማ ተሓቢኦም ቪድዮ ይቐድሑኒ እንተ ነይሮም ገለ ሕጂ ኩሉ ነገር ረሲዖም ናብ ስርሖም ተመሊሶም ይኾኑ ኢለ'የ ሓሲበ። እቲ መቓብር እውን ኣብ ቦትኡ ኣይጸንሓንን እዩ ኢለ ተስፋ ገበርኩ። እንተኾነ ኣብቲ ቦታ ምስ በጻሕኹ ምንም ዝተለወጠ ነገር ኣይነበረን። እታ ንኽልተ መዓልቲ ኣብ ታክሰይ ዝተሳፈረት ጓል ስእላን ስማን ኣብዚ መቓብር ተጠቂዑ ኣሎ። ርእሰይ ከሕመኒ ጀመረ። ኣብቲ ቦታ ኮለል ኢለ ብኹሉ ኣንፈት ረኣኹ። ዝኾኑ ሰባት ይከታተሉኒ ከም ዘለዉ ክስምዕኒ ጀመረ። እንተኾነ ዓለም ኩሉ ስርሑ ይገብር ነበረ እምበር ንዓይ ዝጥምት ዋላ ሓደ ሰብ ኣይነበረን። ድሕሪ ዝተወሰነ ግዜ ብለይቲ ታክሲ ምስራሕ ደው ኣበልኩ። ሕጂ እውን ሰላመይ ክረክብ ስለ ዘይከኣልኩ ጠቕሊለ ስራሕ ናይ ታክሲ ገደፍክዎ። ቅድሚ ጠቕሊለ ስራሕ ታክሲ ምግዳፈይ ግና ሓደ መዓልቲ ተመሊሰ ናብቲ ከባቢ ገዛ ናይ ኢቫ ከይደ ተኸታቲለያ ነይረ እየ። እንተኾነ ግን ዝኾነ ዝተፈለየ ምንቅስቓስ ይኹን ናይ ኢቫ ኣሰር ክረክብ ኣይከኣልኩን። እቲ ራዕድን ሰላም ምስኣንን እናገደደኒ ምስ ከደ ንሓደ ሓደ ዝፈልጦም ሓበሻ ነቲ ዛንታ ነገርክዎም። እንተኾነ ግና መፍትሒ ዝህብ ዘይኮነስ ዝገደደ ዝላገጽን ዝስሕቕን ይበዝሕ ነበረ። ስምኦን ስራሕ ተብዝሕ ኣለኻ ዕረፍ በይንኻ እናኸድካ ሰይጣን ረኺቡካ ኣሎ። ጽንሕ እንተልካ ክትጽለል ትኽእል ኢኻ ዝብሉንን ዛንታይ ዘይኣምኑንን ጥራሕ ምስ ኮኑን'የ ኣነ እውን ጠቕሊለ ምዝራብ ገዲፈዮ። ኣብ ኣፍሪካ ከለኹ ብዝተወሰነ መልክዑ ሓሽሽ ይጥቀም ነይረ ኣብዚ ዓዲ ካብ ዝመጽእ ግን ሓሲበዮ ኸማን ኣይፈልጥን ስለዚ ዝኾነ ነገር ወሲደ ኣብ ኣእምሮይ ዝተፈጠረ ዛንታ ከም ዘይኮነ ኣጸቢቐ ርግጸኛ እየ እንተኾነ ግን ኢቫ ብህይወት ከም ዘየላ እዩ ኩሉ ነገር ዘእንፍት ዘሎ። ግን ከኣ ኢቫ ብህይወት እንተዘይሃልያ እታ ኣብ ታክሲ ዝተሳፈረት ጎርዞ መን ክትከውን ትኽእል? ካብዚ ኩሉ ታክሲስታኸ ብኸመይ ኣንዓይ መሪጻ? ርእሰይ መልሲ ብዘይብሎም ሕቶታት ድቃስ ሰኣነ። ስራሕ ታክሲ ደው ኣቢለ ኣብ ገዛይ ክውዕል ጀመርኩ። ምኽንያቱ ኣብ ድቃስ ለይቲ ዝረኣዩኒ መፍርሂ ነገራትን ብህራረን ጽላለ ከየድህቡለይ ስለ ዝፈራሕኩ ከዕርፍ ወሰንኩ። ድሕሪ ዕረፍቲ ግን ተመሊሰ ታክሲስታ ከም ዘይከውን ንርእሰይ ኣመንክዋ። ድሕሪኡ እቲ ዝረኣየኒ ምስሊ እናደብዘዘ ክኸይድ ጀሚሩ። የዒንተይ ክጠራጠር ጀመርኩ። ኣብቲ ግዜ ጽሉል ድየ ነይረ? ብናይ ድቃስ ጉዕዞ ዶ ናብ መቓብር ከይደ ናይ ገዛእ ርእሰይ ጃኬታ መቓብር ገዲፈ መጺ ይኸውን? ዝብሉ ሕቶታት ክሓትት ጀመርኩ። እንተኾነ ግን እዚ እቲ ሓቂ ክኾነለይ ዝደልዮ ኩነት እምበር ኣብ ባይታ ዘይተፈጠረ ሓቂ እዩ ነይሩ። እቲ ዘይርጉጽነት ግን ካብቲ መንፈስ ዝኸፍአ እናኾነ ኸደ። መገዛእ ነብሰይ ኣብ መስትያት ከይርኣ ክፈርሕ ጀሚረ። ምኽንያቱ ኣብ ውሽጢ መስትያት ሓደ ዘይፈልጦን ከለልዮ ዘይክእልን ሰብ ከይርኢ ይፈርህ ነበርኩ። ኣብ ገዛ ኮፍ ምባለይ ዝገደደ ናብ ጽላለ ገጾም ዝኸዱ ሓሳባት ከዘውትር ስለ ዝጀመርኩ ወጽየ ስራሕ ጀመርኩ። ሕጂ ኣብ ሓደ ዓብዪ ሱፐር ማርኬት እየ ዝሰርሕ ዘለኹ። ኣብ ትሕቲ ብርሃንን ሰባትን ዝበዝሖ ዓብዪ ገዛ ተሓቢኤ እውዕል። ምሸት ምሸት ግን ሓደ ዓይነት ሕልምን ብህራረን እዩ ኣብ ገዛይ ዝጸንሓኒ። ዝበዝሕ ግዜ ዝሓልሞ ታክሲ እናዘወርኩ እዩ። ታክሲ እናዘወርኩ ኣብ መንጎ ሓደ ኢድ ብድሕረይ ይትንክፈኒ። ኣዝዩ ዝሑልን ረዚንን ኢድ። ድሕሪኡ ስምኦን ስለቲ ዝሃብካኒ ጃኬት ኣዝየ ዘመስግን ዝብል ድምፂ ይስዕብ። ሓደ ሓደ ግዜ ድማ ኢቫ ብኢደይ ሒዛትኒ ኣብ ሓደ ሰብ ዘይብሉ ከተማ ንዛወር መስለኒ። እቲ ከተማ ንነዊሕ እዋን ሰብ ዘይነበሮ ስለ ዝኾነ እቲ ህንጻታት ብሓረግን ቆጽላ መጽልን ዝተሸፈነ መስለኒ። እዝታት እንተሓልም ኣብ መንጎ ባህሪ ሬትስእ ሕጂ ሕጂ ብመንፈስ ድዩ ወይስ ብናይ ገዛእ ርእሰይ ዝተሰብረ እምሮ እየ ዝህደን ዘለኹ ብልክዕ ኣይፈልጦን ዘለኹ ኣየናዮ ሓቂ ኣየናዮ ሓሶት የጠራጥረኒ ነታ ጃኬት ኣብ ሓደ እንዳ ጓሓፍ ደብርየያ እየ እንተኾነ ግን እቲ ብህራረ ክሳብ ሕጂ ክገድፈኒ ኣይከኣለን ካብታ ስራሕ ዓለም ታክሲስታ ወጺኤ። ካብቲ ዝኽርን ብህራርን ግን ክወጽእ ኣይከኣልኩን። እቲ ሕጂ ዘለኹሉ ብድምቕ ዝበለ ዕላልን ድምጽን ዓማዊል ዝተኸበ ቦታ ኣብ ዓለም እቲ ዝበለጸ ውሑስ ቦታ ክኸውን ይግባእ ነይሩ። እንተኾነ ግን ነቶም ኣብ መንገዲ ዝመሓላለፉ ሰባት እናጠመትኩ ይገርመኒ። እዚኦምከ ኣየንኦም እዮም ናይ ብሓቂ? ኣየንኦምከ እዮም መንፈስ ይኾኑ ኢለ ይሓስብ። እቲ ካብ ኩሉ ዝኸፍእ ክፋል ከዓ እቲ ኩሉ መንፈስ ኮይኑ ዝረኣየኒ ኣይኮነን። ሓንሳብ ሓንሳብ ኩሉ ሰብ ከም ዕቡድ ገይሩ ዝጥምተኒ ኮይኑ ይስምዓኒ። ዋላ ብዛዕባ ኢቫ ዘይነገርክዎም ሰባት እዒንቶም ኣብ ልዕለይ ከም ዘለዋ ኮይኑ ይስምዓኒ። ሓደ ዓሚል ንዓርኩ ሕሹኽ ክብሎ እንተርእየ ብዛዕባይ ዝኾነ ነገር ዝብል ዘሎ እዩ ዝመስለኒ። ነቲ ካልእ ሸነኽ ዓለም ከም ዝተንከፍክዎ ዝፈልጡ ኮይኑ ይስምዓኒ። እዚ እኮ ኩሉ ኣብ ኣእምሮይ ዝፈጥሮ ኩነት ከም ዝኾነ ይርድኣኒ እዩ። ግን ከኣ ደው ከብሎ ይኸብደኒ። ናይ ገዛእ ርእሰይ ፍርሒ ምዃን ዋላ እንተፈለጥኩ፣ እቲ ስምዒት ግን ኣዝዩ ከቢድ ስለ ዝኾነ ቆርበተይ ክሳብ ዝሽቑረር ይገብረኒ። ኣብ መንጎ ልቦና ዘለዎም ሰባት ዝኸይድ ዕቡር ዝኾንኩ ኮይኑ ይስምዓኒ። ኣብ መንጎ ልቦናን ዕብዳንን ዘሎ መስመር ኣዝዩ ቀጢን ዝኾነ እሞ ናቡ ገጸ ይጽጋዕ ከም ዘለኹ ኮይኑ ይፍለጠኒ። ቅድሚ ሓደ ዓመት ኣቢሉ ይኸውን ስድራ ክርኢ ኣዲስ ኣበባ ከይደ ነይረ። ነቶም ዝረኸብክዎም ቤተሰብ ብዛዕባ እዚ ጉዳይ ዋላ ሓንቲ ኣይነገርክዎምን። ምኽንያቱ ዝገደደ ነቶም ኣስመራ ዘለዉ ስድራ ነጊሮም ኣብ ሻቕሎት ከእትዎም እምበር ዝገብሩለይ ነገር ኣይነበረን። ግን ሓደ ነገር ክገብር ወሰንኩ። ኣብዛ ዓዲ ኣብ ሓደ ማጮሎት ከይደ ክሕጸብ ነቲ ኣሜሪካዊ መንፈስ ብድሕሪት ገዲፈ እንተተመለስኩ ኢለ ነዚ ውሳነ ወሰድኩ። ናብ ሓደ ካብ ኣዲስ ኣበባ ውፅእ ኢልካ ዘሎ ማጨሎት ምስ ሓደ ወዲ ሓወቦይ ኮይና ኬድና ንሰሙን ተጠሚቕና ተመለስና። ብካህናት ጸበል ተቐቢአን ሰትየን ንገዛይ ተመለስኩ። ማጨለት እንትሕጸ በቲ ቅዱስ ማይ ኣካላተይ ዳህሲስ እንትወርድ የዒንተይ ዓሚተ ሓንቲ ነገር ልምን ነይረ ውሰዳ ናበልኩ ልምን ነይረ ነታ መንፈሰይ ረብሻቶ ዘላ ቁርሕቲ ፍጥረት ካብ ስእለ እሙረይ ውሰዳ ናበልኩ ይልምን ነይረ ኣዲስ ኣበባ ኣብ ዝነበርኩሉ ኣብቲ ግዜ ዕረፍተይ ቁሩብ መንፈሰይ ሃዲኡ ነይሩ። ብፍላይ ድሕሪ እቲ ማይጨሎት ምሕጻበይ ጽቡቕ ድቃስ ክድቅስ ጀሚረ። ድሕሪ ዓመታት ዝተረኸበ ሰለማዊ ድቃስ ልበይ ሂበ ኣስተማቐርኩዎ። ኣብ ኣፍሪካ ዝጸናሕኹለን ግዜ ጥዑማት እየን ነይረን። ናጻ ዝኾንኩ መሲሉ ተሰሚዕኑ ነይሩ። ግዜ ምስ ኣኸለ ናብ ኣሜሪካ ተመሊሰ ምስቲ ናይ ቀደም ናብራይ ተጸንበርኩ። ናብቲ ባዶ ዝኾነ ኣፓርታማይ ተመሊሰ ብዓሚዩቕ ተንፈስኩ። ኣብ ቅድሚ መስትያት ደው ኢለ እንትዕዘብ ኣብ ነጸብራቕ ኣዒንተይ እቲ ወርቃዊ ጸጉሪ እቲ ፍሕሹብ ዝበለ ገጽ ብዘሐዝን ፍሽኽታ ተዓጅቡ መንፈስ ኢቫ ተረኣየኒ። መንፈሰይ ግን ከምቲ ቀደም ዝርበሾ ዝነበረ ኣይተረበሸን። ኣብ ክንድኡ ሕርቃን ተሰምዐኒ። ጠቕሊላ ካብ ዝኽረይ ዘይምጥፍኣ ኣመና ኣሕረቐኒ። እቲ ቅዱስ ማይ ንስጋይ ሓጺቡ ንመንፈሰይ ኣርጊኡ ከብቅዕ ንዝኽረ እምሮይ ግን ክሓጽቦ ኣይከኣለን ነይሩ። ውቅያኖሳት ሰጊርካ ኣብ ርሑቕ ስፍራ ክትከይድ ትኽእል ትኸውን። ዝኽረ እምሮ ግን ፈጺሙ ድሕሪት ክተርፍ ኣይኽእልን እዩ። ሕጂ ኣብዛ ድብዝዝ ዝበለት ዓለም እየ ዝነብር ዘለኹ። የዕርኽቶይ ናይ ሓሶት ዝኽሪ እዩ ኢሎም ክድህሉን ይፍትኑ። ኣነ ግን መልሲ ዘይብሉ ንሰባት ብመርትዖ ከእምኖም ዘይክእል ዛንታ ዋላ ይሃልወኒ እቲ ዝገጠመኒ ግን ሓቂ ምዃኑ ርግጸኛ እየ። ብዓይኒ ዓለም ኣብተን ክፋል ህይወተይ ኮይነን ዝሓለፋ ክልተ ለይትቲኤን ጽሉል ከም ዝኾንኩ ይኣምን ነይረ። ዓለም ግን ኩሉ ግዜ ቁኑዕ ዓይኒ ኣለዋ ማለት ኣይኮነን። ምኽንያቱ ሓደ ሰብ ንሓደ ወይ ንክልተ ለይቲ ጥራሕ ክዓብድ ከም ዝኽእል ኩልና ንፈልጦ ሓቂ እዩ። ከምቲ ኣቐዲመ ዝነገርኩኹም ስምኦን'የ ዝብሃል። እቲ ንዝሞተት ጓል ጃኬት ዝሃበ ወዲ። ሓደ መዓልቲ እዚ ምስጢር ተገሊጹለይ ምሉእ ንምሉእ ብሰላም እድቅስ እኸውን። ሎሚ ሓልሓሊፉ ካብ ዝሓልሞ ሕልሚ ወጻኢ ካልእ ብዙሕ ዝርብሸኒ ነገር የለን። እቶም ቀትሪ ዝመጹኑ ዝነበሩ ረበሽቲ ሓሳባት ሕጂ ፈጺሞም የለውን። ግን ዋላ ሕጂ እውን ነታ መሊኤ ዝበራበረላ መዓልቲ ኣዝየ ዝናፍቓ። ሰላም